ሰላም ሰላም ከመይ ኣለኹም ንሎማዓንቲ ሒዘልኩም መፅኤ ዘለኹ ከዓ ኣብ ዝርርብ ክጠቕሙኹም ይኽእሉ እዮም ዝበልኮም ኣብ ዕለታዊ ዝርርብ ንጥቀመሎም ኢድምስ ወይ ውስጥ ኣዘ ናይ ቁንቁኛ ወይ ቁንቁኛ ኮማ ዓይነት እዮም ዝርርብ ኣብ መንጎ ክልተ ሰባት ምሕረትን ሰናይትን ኢለ ሰመኽወን ኣብ መንጎ ክልቲኤን ተገብረ ዝርርብ እዩ ሕጂ እቲ ዝርርብ ብምንታይ እዩ ብውስጠ ዘ እዩ ከም ዝበልኩም ኢድዮማቲክ ሓረጋት እዮም። እዞም ሓረጋት እዚኦም ሕጂ ጠቕሙኹም እዮም ማለት ኣብ ዕለታዊ ዘረባ ዝርርባት ንጥቀመሎም እንዲም ንርኣዮም እሞ ሼር ክገብሮም እየ ሓቢርኩም ተኸታተሉኒ። ሕራይ እምበኣር

and talk of the town ዝብላ ዘለዋ ሕጂ let us down ማለት ከምዚ ኣይሓጎዙናን ሳፖርት ይገበሩናን ወይ ኣብሰት የሕሪቆምና ወይ if you let somebody down ከምዚ ዲስካሬጅ ትገብሮ ወይ ኣብሰት ትገብሮ ዲፕረስ ትገብሮ ተኾንካ ንሓደ ነገር ተሕርቆ ኣይሓጎዙናን ኣይደገፉናን ኢልያ እቶም ወኪላትና ሲ ኣይደገፉናን

ንድሙ ካብቲ ቦርሳ ኣውጻያ ደይኮነስ እዚኦም ሕጂ ብውስጠዘ እዮም ውስጠዘ ማለት ሕቡእ መልእክቲ ዘለዎ እዩ ማለት እዩ እዚ ሕጂ እዚኣ ስፒል ደ ቢንስ ማለት ምስጢር ምውፃእ ማለት እዩ እቶም ወኪላትናስ ኣይሓገዙናን ሕማቅ ገይሮም ምስጢርና ውፅኦም ሞያ ትብል ዘላ and our uh, secret our secret recipe is now the talk of the town right now ትብል ደለ ከዓ እቲ ናይ ኣካሻሽና ናይ ምግቢ ድዩ እቲ ኣገባብ ትሰርሓሉ ነበራ ድዩ ረሲፒ ሕጂ ናይ ኣገባብ ኣካሻሽና ምግቢ ክኸውን ይኽእል እዩ ናይ ካልእ ገባብ ትጥቀመሉ ክኸውን ይኽእል እዩ ሕጂ ኣብዚ እቲ ዝሰርሓሉ ነበራሲ ምስጢር ኣውፅኤ እሞ ምስጢር ስለ ዘጋለጹ ቶክ ኦፍ ታውን ትብል ደላ ኩሉ ሰብ ፈሊጥዎስ መዛረቢ ርእስቲ ገይርዎ ኣሎ ንምባል እያ ጅረይዎ እቲ ቃላት ትጥቀመሉ ዘላ ኦኬ ሰናይ ሽዑ እንታይ ላታ ወል ኖ ወንደር ወል ኣይገርምን እዩ ኖ ወንደር ብዙሕ ዘገርም ኣይኮነን ዘገርም ኣይኮነን

በታ ሕማቅ ድገበርክያ ንዓኪ ከኣ ሕማቅ መጽያትኪ እያ ትብላ ዘላ ኣይትሓዝለይ እምበር እዚ ደገርም ኣይኮንን እያ ትብላ ዘላ ሕጂ ረይዎ እዚ ምዕብል ድበለ ኣዘራርባታት ብኢድም ሽዑ እንታይ ኢላታ ምሕረል ለስ ኪፕ ስኪፕ ስኪፕ ኣድ ምሽ ትብል ኢና ብዩቱብ ዋላ ስኪፕ ተኮይኑ ትሕልፎ ይሓልፍ ወይ እዚ ስኪፕ ናይ ስኪፕ ትጥቀመሉ እዚ ናይ ሮፕ ምሽ ኣሎ እዚ ናይ ስኪፕ መግበሪ ሮፕ ኣክቲ መሕለፊ ትሕልፍ ስኪብ ምግባር ግን ብሓፈሻ ክተሕልፎ ከለካ ንሓደ ነገር ምሕላፍ ዋላ ስኪብ ዘ ኣድ ኣድ ኣድ ሕጂ ተሪኢኩሞ ብ ዩቱብ ዘሎ ዩ ስኪፕ ኢት ምሽ ተሕልፎ ኢካ ለት ባይጋንስ ቢ ባይጋንስ ሕሉፍ ሕሉፍ ዩ ምሽ ኣሎ ሕማቅ ተመኩሮ እቲ ለት ባይጋንስ ቢ ባይጋንስ ተልካዮ እንታይ ዩ ናይ ሕሉፍ ዝነበረ ሕማቅ ተመኩሮ

መቐለ ቡን በላ ዓዲ ግለይ ቡን ግዝእለይ ትብል ኣላ። ትሪት ማለት ኣብዚ ምግባዝ ንሓደ ሰብ ክትጋብዞ ከለኻ ትሪት ዩ ኢልካ ክጋብዘካ ክገዝኣልካ ክዕድገልካ ምክንኻን ዋላ ከውን ምስ ትሪት ኣብዚኣ ግን ትሪት ከዓ ምፍዋስ ምክንኻን ትሪትመንት ምሽ ኣለዋ ክትካናኸን ክትፍውስ ከለኻ ብዙሕ ትርጉም ካልእ እንዲ ዘለዋ ኣብዚኣ ግን ከም ዓዲ ግለይ ንምባል እያ ተጠቂማ ዘሎ ኣይሆፕ ተስፋ ገብር ካብዚኢን ዝኾነ ቃላት ወይ ሓረጋት ተማሂርኩም ክትኾኑ ተስፋ ገብር ከምዚ ከምፅኤ ከምቲ ብቐዳማይ ዘተስፈኹኹም ብተወሳኺ ናይዚኤን ሕቶታት ኣለዋ ሕቶታት ናይዚኤን ኣለዋ ናይዚኤን ካብዚኤን ዝብራኣኹ መልሲ ብመልክዕ ምስቶም ተማሃራይ ኣለዉ ናይ ቤት ትምህርቲ ማሕዘል ፍልጠት ምስኦም ኮይነ ሰሪሐ ኣብዚ ክጥቅዐን ክፍትን እየ ሕቶታት ኣለዎ ናይዚ እዚኤን ረእይዎን እሞ ሽዑ ኣነ ክጥቅዖ ከለኹ ብዚ ከዓ ምሳና ሓቢርኩም ክትምልሱ ማለት እዩ ኦኬ እምበኣር ሎማዕንቲ ገለ ተማሂርኩም ክትኮኑ ተስፋ እገብር ፈቲኹሞ ክትኮኑ እዚ ናይ ዝርርባት እዩ ብተወሳኺ ናይ ስዋስው ከማን የውርድ ሓንሳ ሓንሳ ብዛዕባ ስዋሱ ትምህርቲ ቋንቋ እንግሊዝ ማለት እዩ ስዋሱ ቋንቋ ትግርኛ እውን ሓስብ ኣለኹ ክውርድ ካልእ ኣብዛ ቻነል ተሪኢኹሞ ምስ ፍልጠት ምስ ትምህርቲ ተተሓዘ ነገራት እንዲ ዝወርድ ኣብዚኣ እቲኦም ሳብስክራይብ ዘይገበርኩም እቶም ሓደሽ እዛ ቻነል እዚኣ ክትመሃሩ ትደልዩ ከምዚካ ሳብስክራይብ ክትገብሩ ብተወሳኺ እዚ ሸር ግበሩ ናብ ኩሉ ባፅሕዎ ኩሉ ሰብ ክመሃረሉ ምእንቲ ሎማዓንቲ ከዓ ፅን ኢልኩም ስለዝሰማዕኩምኒ ሕፅር ዝበለት እያ ነይራ ፅን ኢልኩም ስለዝሰማዕኩምኒ ኣዝየ ዘመስግን ከምዚ ከውርድ እየ ከከም ዝሓ ሓጸርቲ ንመሓልቲ ረይዎ እዚኣ ሕጂ ገለ ጥቂማትኩም ክትከውን ተስፋ ስለ ትገብር ከከም ዝሓ ሓጸርቲ ከውርድ ክፍትን እየ ስለዚ ሎማዓንቲ ግን ጽን ኢልኩም ዝሰማዕኩምኒ መስል ሰላም መዓልቲ የቀንየለይ።